መርሓባእ ደቂ ዛሓላል መሬት ስመይ ቢንያም ዘርኣይ ይባሃል።
ኣነ ድማ ጸጋ ሃብተ ይበሃል። ኣቐዲምና ስለቲ ምክትታልኩም ካብ ልቢ ነመስግን። እዚ ሓዳሽ ናይ ዘተ መኣዲ ኣብ ትሕቲ ኢመጅነሽን፣ መሰረት ሃገር፣ ዝብል ቻናል ወይስ መስመር ብ ትግርኛ ትመሓላለፍ መደብ እያ። ማዕረ ማዕሪኡ ብቋንቋ እንግሊዝኛ ትመሓላለፍ ናይ ዘተ መደብና ኣፕታይዘር ተባሂላ ትጽዋዕ። ናይ ቀዳማይ ዓመት መደብና ብዓወት ዛዚምና ሎማዓንቲ ናይ ካልኣይ ዓመትና መደብ ኣሃዱ ኢልና ንጅምር ኣለና። ምናልባት ነቶም ናይ ዝሓለፈ ዓመት መደባትና ክትሪኡ ዕድል ዘይረኸብኩም ኣብቲ ኢመጅነሽን ዝብል ቻናልና ብምኻድ ብቋንቋ ትግርኛን ብቋንቋ እንግሊዝኛን ዝተፈነወ መደባት ንክትከታተሉ ብኽብሪ ንዕድም። ናይ ሎሚ ዕድምና ሓውና ህቡብ ድምጻዊ ኣሮን ታደሰ እዩ። ምናልባት ምስኡ ዝገበርናዮ ሕጽር ዝበለ ቃለ መጠይቅ ክህልወና እዩ። ሰናይ ምክትታል።
ንሕና ብጋንታ መሰለት ንፍለጥ ኤሪትራውያን ኣብ ከባቢና ዘለዉ የሕዋትናን ኣሓትናን ደቅናን ደቂ ደቅናን ናብኦም ዘተኮረ መደብ ብምስራዕ ናይ ምልላይ መደብ ኣብ ዝሓለፈ ዓመት ዕስራን ዕስራን ሓደን ኣበጊስና ኣብ ማሕበረኮምና ብሓፈሻ ብፍላይ ድማ ኣብ መንእሰያት ካልኦት ንጡፋት ኤሪትራውያን ኣተኪርና ክንሰርሕ ኢና ሓገዝኩም ሪኢቶኹም ኣይፈለየና። የቐንየልና ጸጋ። ክቡራት ዕዱማትና፣ ናይ ሎሚ ክቡር ዕዱምና ኣብ ከተማ ሎስ ኣንጀለስን ከባቢኣን ክንዩን ውሩይ ሙዝቀኛ፣ ደራፋይ፣ ተዋዛያይ፣ ገጣማይ፣ ናይ ቢዝነስ ክእለት ኣላይ ስድራ ዝኾነ ሙዑት ኤርትራዊ እዩ። ምናልባት ምስ ሓውና ኣሮን ዝግበር ስፍሕ ዝበለ ቃለ መጠይቕ ናቱ ተመኩሮታትን ትዕዝብታትን ኣብ ካልእ እዋን ብሰፊሕ ክንምልሶ ኢና። ንሎሚ ግና ኣብ ውሑዳት ኣርእስቲ ኣተኲርና ምስ ክቡር ሓውና ዘተ ክነካይድ ኢና። ክቡር ሓውና ኣቶ ኣሮን ታደሰ እንኳዕ ደሓን መጻኻ። እንኳዕ ደሓን ጸናኹም። የቐንየልና ክብረት ይሃበልና። ምናልባት ናትካ ድሕረ ባይታ ኣክንዲ ባዕልና ንገልጾ ኣሕጽር ኣቢልካ ትሕቲ ባይታኻ ንገረና እሞ ናብቲ ዝቕጽል ሕቶ ንምእታውና ኣሮን መን እዩ?

Basically ኣነ ኣብ መጀመርታ ኣብዚ ዓዲ ቅድሚ ምምጻእና ከምቲ ኩሉ ኤረትራዊ ተሰዲድና ብናይ ሽግር ናይ ሃገርና ዝነበረ ኮለለል ኢልና ሱዳን ኣቲና ካብ ሱዳን ከኣ ኣሜሪካ መጺና ኣብ ኣሜሪካ ከኣ ፍላደልፍያ እቅመጥ ኔረ ሕጂ ከኣ ነለን ኣብ ካለፎርንያ since eighty four that's how life
መርሓባ ክቡር ሓውና ኣሮን ምናልባት ኣክንዲ ናብቲ ድሕረ ባይታኻ ትሕር ኢልና ምምላስና ኣብ ኣተዓባብያኻ ሓጻር ሕቶ ከስዕበልካ ብዙሕ ግዜ ኣብ ሂወትና ካብ መቦቆልና ጀሚሩ ክሳዕ እቲ ዘለናዮ ደረጃ ኣብነታውያን ንብሎም ሰባት ኣለዉና ወይ ውን ኣርኣያ ንብሎም ሰባት ኣለዉና ንኣሮን መን እዮም እቶም ኣብነታውያን ኣርኣያውያን ዝበሃሉ ሰባት ስለምንታይከ?
ብቀዳምነት እቲ ራይነት ንዓይ ከም ኣሮን መጠን of course ናይ መብዛሕትና ነብሲ ወከፍ ላይፍናስ ቤተሰበይ እዮም ግን ብኣጋጣሚ ከኣ ክብሎ ዝደሊ እቲ ቤተሰበይ ካበይ ከም ዝመጹ ከኣ እቲ ባክግራውንድ ናእሱ ስለ ዝኮነ just እታ ቀንዲ ዘላሲ ኤረትራውነት እያ ኮይና ትስመዓኒ ንሕና ከኣ ኣብ ዝከድናዮ ከድና ሓርኮትኮት ኢልና ናብራና ክንገብር

የቐንየልና ኣሮን ኣሮን ሓወይ ኣሮን ሽኮርይ Thank you ዋው ዩ ብሮት ሚ ባክ ቱ ዶስ ታይም ኣብቲ ናይ ንእስነት ሂወትካ ኣብ ኤርትራ ክንምለስ ንእስነትካ ኣብ ከተማ ጊንዳዕ ከመይ ነይሩ ብዙሕ ሕክያት ብዙሕ ዛንታታት ትፈልጥ ኢኻ ንሰምዕ እስኪ ካብተን ሓንቲ ሓቀኛ ዛንታ ብዛዕባ ጋዓት ትበልዕ ዝነበረት ጤልኩም ኣሕጽር ኣቢልካ ኣዕልለና።
Oh man ናይ ጊንዳዕ ናብራ ከምቲ እንታይ እሞ ክንመልሶ ተኺኢልናሲ I will do it in a heartbeat ጽቡቕ ግዜ ኢና ኣሕሊፍና ኣነ ብንእሽተይ ወጽየ ምዃን ወዲ ትሽዓተ ዓመት ገለ ኔረ ክወጽእ ከለኹ ግን በተን ዝነበርክዋ ዕድመንሲ

ማንቲገይ ሒዘ ኮለል ክብል ውዕል እንን እታ ዝግበር ከኣ ምስ ኩሎም ጎረባብቲ ኮንካ ትዕላ ትጻወታ ብዛዕባ እዚኣ ናይ ናይዛ ጤና መዓልት እያ ትበሃል ነይራ ኣጋጣሚ መዓልት ክሕብረኩም እታ ስማ እዛ ጤል እዚኣ ብጣዕሚ ሄስትሪኮ ዘለዋ ኣብ ገዛና ነይራ ማለት ባባ እዩ ካብ ባጽዕ ኣምጺእዋ መስለኒ እናመጸ ከሎስ ከልቢ ምጻእና ግልም ነይርናስ ጤል እዛ ጤል ሒዝልና መጺኡ ሕጂ ንዓ ኢማጂነሽን እታ ጤል ከልቢ ገለ መሲላትና ኮይና ኢና ተቐቢልናያ በስክለ ምስ ተቐበልናያ እዛ ጤል ከኣ መዔ ኢላ ጤል ኮይና መዓለት ተባሂላ ኣብ ገዛና ምሳና ኮቱር ሓሊፉሲ ይዝከረኒ ካብቲ ምሻጣል ሳዕሪ ገሌን ዝበልዓ ከይትሕነቕ ገለናስ ንሳዕሪ ማይ ሓጺብና ንህባ ኔርና so she was like a pet basically ከምዚ ናይ ናይ ደገ ጤል ኣይኮነትን ኔራ ኣብ ገዛና ዓብያ ብዙሕ ታሪኽ ኣለዋ ሓደ መዓልቲ ስለ ዝለመደት ጤል ከምቲ ትፈልጦ ከኣ ኣብ ዝኾነ እያ ትጣጥም እዛ ጤል በዓል ማማ ሓንቲ ቤተሰብ ኔራ ኣብ ናታ ተወለደሉ ወዳ I believe ገዓት ገለ ሰሪሐንሲ ጸሓይ ከወቅዓ ገለ ወጺኤን ኔረን መስለኒ

ቤተሰብ ማለት ናይ ብሓቂ።
ብጣዕሚ የቐንየልና ብሓቂ እዚኣሲ ብሕልፊ ነዞም ኣብዚ ዝተወልዱ ቆልዑና ከተስምዖም ከለኻስ ክገርሞም እዩ so thank you so much very ከልቢ ኔራስ ጤል ኮይና ጤል ኔራ ድያ ከልቢ ኮይና ከልቢ እናተጸበዩስ ጤል ኮይና ጸኒዓ
ከም ሰብ ብዙሕ ክእለት ከም ዘለካ ንሰምዕ ብዙሕ ቋንቋታት ክኣ ትዛረብ ከመይ ጌርካ እዚ ኩሉ ቋንቋ ክትፈልጦ ወይ ክትመሃሮ ክኢልካ?
ናቹራሊ ኣነ ካብ ንእሽተይ ከለኹ ከምቲ ቀዳማይ ነገር እቲ ናትና ዞን ዝነበርናዮ ኣብ ዓድና ኣብ ኤርትራስ ቤተሰብ ካብ ባባ ብስራሕ ምስ መጸ ንጊንዳዕ ኣብ ጊንዳዕ ኢና ዓቢና ተወሊድና ኣብኡ ከኣ ከምቲ ትፈልጥዎ ትግረ ዝዛረቡ ትግርኛ ከኣ እቲ ቋንቋና እዩ so እታ ትግረ ኣብኡታ ዝመጸት እያ ኮይኑ ዝስመዓኒ of course and then ዓረብ ከኣ ሱዳን ኔርና ኣነ ከኣ ኣብ ዝኾነ ትምህርቲ እየ ዝኸይድ ነይረ ንግሆ ተሲኤ ዝዝከረኒ ምስቶም ጎረባብትና ቁርኣን ንኸይድ so ብዓረብ ኢና ንመሃር ነርና ካብኡ መጺ ኣብ ሱዳን ከኣ ቁርብተይ ናይ ዓረብ ትምህርቲ ብ ናይ ቤት ትምህርቲ ናይ ሰውራ ንመሃር ስለ ዝነበርና ኣብ ዴሞ ኑር ኣብኡ ከኣ ዓረብ ከም ስኬጅዋል ንወስዶ ነርና ማለት ትግርኛ ኤሜርካ መጺኤ ከኣ ብ

ኣምሓርኛ ከኣ ኣይንፈልጥን ኢና ኔርና ኣብዚ ዓዲ ኣምሓርኛ ተማሂረዮ so you know ነቲ communication መግበርስ ኣለዋኒ ክብል ይኽእል thank you። ናይ ብሓቂ so ብካልእ ኣዘራርባስ ቋንቋ ትግርኛ፣ ቋንቋ ትግረ፣ ቋንቋ ዓረብ፣ ቋንቋ እንግሊዝኛ፣ ቋንቋ ስፓኒሽ ምናልባት ከምኡ እንዳበለ ክቕጽል እዩ ናይ ብሓቂ ዓቢ መኽሰብ እዩ። ኣይ thank you። ምናልባት ኣሮን ሓወይ ሓደ ካብቲ ፍሉይ ክእለትካን መለለይኻን ሙዚቃ እዩ። ምናልባት ንድሕሪት ምልስ ከብለካ ክራር መዓስን ብኸመይን ለሚድካያ? ኣብ መድረኽ ኣብ ህዝቢ ዘለዎ መድረኽ ወጺኻ መዓስ ኢኻ ኣብ ህዝቢ ሙዚቃኻ ከተቕርብ ዝጀመርካ? ምናልባት ምስዚ ሕውስ ኣቢልካ ድማ ርግጸኛ እየ ቅድሚ ሕጂ ምሳኻውን ክንዘራረብ እንከለና ኣጋጣሚታት ረኺብካ ምስ ብዙሓት ሙዚቀኛታት ናይ ሃገርና ገዳይም ድዮም ሓደሽቲ ተጻዊትካን ተዋሲእኻን ኢኻ። ኪንኡ ውን ኣብ እዚ ማሕበራዊ ህይወትና ንኣባል ከም በዓል መርዓን ገለን ኣብ ኩሉ ትዋሳእ ኢኻ ኔርካ እሞ ነዚ ጥቕልል ኣቢልካ እስከ ቁሩብ መብርሂ ሃበና። ምናልባት ምዕጸዊ ክኾነካ ንዕኡ ውን ኣብ ሙዚቃ ዓለም ብኸመይ ትዋሳእ ኣለኻ?
በዚ ኣጋጣሚ ሕጂ ኣብዚ two thousand twenty one ጀሚርናዮ ሙዚቃ ከም ትፈልጦ ምሳይ ካብ ቀደም ቆልዓ ከለኩ እየ ዝፈቱ ነይረ ሙዚቃ ብመንቀርቀር ዲካ ክትብል ዋላ ብቴኖ ዲካ ክትብል ደይ ረቢሸዮም እዮም ስድራይ ግን the good thing is ብጣዕሚ ናይ ቤተሰበይ ከኣ ኣስምዓና እምበር ግደፎ ዝበሉኒ ሙዚቃ የለዉን ተቐባልነት ነይሩ። ባባ ማማንስ ይፈትዎም ነይሮም so ታካ ትገብር ዘለካ ሲ ዝበለኒ ነበረ and just let እታ እታ ሙዚቃስ እተን ጎረቤትና እየን ዝገድዳኒ ነይረን ብፍላይ ኣብ ሱዳን ዝዝከረንስ ሓደ ግዜ

ኣብታ ላዕሊ ናይ ገዛና ጣውላስ ኣብኣ ኮፍ ኢለ ክጻወት ይውዕል ነይረ። ደሓር ኣብ ቤት ትምህርቲ ሰወራ ንመሃር ነይርና ኣብ ኣብ ሱዳን ማለት እዩ ኣብ ዴመኑር so ናተይ እቲ ሙዚቃ እቲ ኣክቲንግ ከምቲ ተዋስኦ ክንሰርሕ ከለና ገለ መለ እቲ ትምህርቲ ምስ ረኣዩኒ እቶም መምሃራን በዓል መምህር ትካቦ ሓሰን ዝበሃሉ ነይሮም ጂጂ ዝበሃል ነይሩ እሞ እዚ እዚ ተስፋ ኣለዎ ኢሎም ክስታ ኣይገይሮምን ማለት እዩ። ክራር ክትክእላ ፈትን ኢሎምን ክራር ሰሪሐ ክራር ተጻዊተ ሽዑ መጀመርታ ተጻወትኩላ ኣብ ሶሎ ኣብ ፖርትሱዳን ማለት እዩ። ናይ ቀይሕ ዕምባባ ኔርና ናትና ናይ ዴሞኑር ብዚ ኣጋጣሚ እቲም እቲ ምሳይ ዝመሃሩ ነበሩ ዴሞኑር ብጣዕሚ ብርቱዓት ኢና ኩሉ ግዜ ንስዕር ኔርና ከምዚ ናይ ትምህርቲ ካምፕቲሽን ኔሩ ሙዚቃ ተዋስኦ

እታ ክስታየይ ክገድፋ'ዩ ዘለኹ ንባባ ነጊረዮ። ክመወት ገለ ዘይንገብር ተባሂሉ ፊላደልፊያ ከኣ መጀመርታ ናይ ቀይሕ ዕምባባ ኣብ ፊላደልፊያ መስሪትና። በዚ ኣጋጣሚ በዓል ፊሽ ከማን ኣብዚ ኣሎ ምሳና ኣሕዋቱ ኮይና እንዳ ባባ ማርተሳላ በዓል ኤፍሬም ገለም ዝበሃሉ ነይሮም ኩላና ኣብ ሓንሳብ ኮይና ከምዚ ናይ ናይ ዓድና ግደይ ንጅምር ተባሂሉ ሙዚቃ ጀሚርና ፍላደልፍያ በስ እዚ ሙዚቃስ ምሳይ እዩ ነይሩ ሓርኮትኮት ኣብ ምሉእ ላይፈይ ማለት ኣንፎርቸንትሊ መጺና ኣብ ኣብዚ ዓዲ ከዓ መጺና ካሊፎርኒያ ከዓ ክንደይ ባንድታት የጥረና ኢኖ ንፃወት ምስ ዲፈረንት ባንድ ተፃዊተ ግን ኩሎም ምሳይ ይፃወቱ ነበሩ ስጋብ ሕጂ ዕሩክተይ እዮም ንደዋወል ኢና ዋላ በዚ ኣጋጣሚ ከማን ባንድ ነራቲ ናብ ሎስ ኣንጀለስ

ንቶም ካባና ዝበርትዑ ኣርትስ ክመጹ ከለዉ ንኤሜሪካ ቱር ክገብሩ ከለዉ ስኒ that was a dream come true ንዑኡ ንክንበጽሕ ዘይኮነሲ just ንክትሪኦም ከምኡ ኢልካ እሶም ክጻወቱ ከለዉስ ንዓይሲ I was like shocked you know ከመይ ኣብቲ ናቶም ደረጃ ክንዛረብ ኣይንክእልና ግን just to see them ዋላ ከማን ኣብቲ stage ከድካ ከማን ገመድ ንክትገብረሎም ኣብታ ክራሮም that was a pleasure ከምኡ ኢልና በልኩ መቸም anyways በዚ ኣጋጣሚ ምስ ከምኩ ኩሎም መዚቀኛታት ከመስግኖም ዝደሊ ምስ ምስዚ ኩሎም ኣርትታት ተጻዊተ ክብል ይክእል እየ ን ካብ ባባ በረከት ጀሚርካ መንግስተ ናወርስ ኣብርሃም ኣፈወርቂ ኣብ ሃልዊት ኣብ ሃልዊት ፓርክ ካንሰርት ዝገበርናዮ

ኣሮን ኣጆኻ ዝብለኒ እምበር ዘይትገድፎ ዝበለኒ ሰብ ስጋብ ሕጂ የለን so ኣይገደፍክዎን ኣለኹ።
ናይ ብሓቂ ጽቡቕ ሓበሬታ እዩ ምናልባት ከም ደራፋይ ጥራይ ውን ኣይኮንካን ናይ ሙዚቀኛ ናይ ሙዚቃ ክእለት ነቶም ካልኦት ውን ኣብ ምውዳድ ትገብሮ መስርሕ ናይ ብሓቂ ዘሕጉስ እዩ እሞ ምናልባት ካብ ሙዚቃ ዓለም ከይወጻና ከለና ሓንቲ ብቋንቋ ትግረ ጌርካ እስከ ብክራር ከስማዓና።

የቐንየልና ኣሮን ሓወይ ብጣዕሚ ጥዑም ብጣዕሚ ነመስግን ከምቲ ኣቐዲምና ዝበልናዮ መቸም በዓል ፍሉይ ክእለት እኒኻ ብዘይካ እቲ ናይ ሙዚቃ ዓለም ብኻልእ እውን ትልለ ኢኻ እሱ ድማ ብምኽሻን ምግቢ ብሓደ ትካል ናትካ ትካል ዘለናዮ ከምኡ እውን ነዚ ትካል እዚ ባዕልኻ ተካይዶ ሕጂ ቁሩብ እስከ ብዛዕባ እቲ ናይ ምኽሻን ምግቢ ከመይን መዓስን ተማሂርካዮ? ልዕሊ ኩሉ ከኣ እዛ ትካልካ ትካል ኢንዱስትሪ ካፌን ጃዝ ብዛዕባ ቁሩብ ንተኻታተልቲ መደብና ንጹር ስእሊ ክህልዎም ምእንቲ እስከ ቁሩብ መብርሂ ሃበና። ከምቲ ኩልና ንፈልጦ እዚ ዘለናዮ እዋን ናይ ብሓቂ እዚ ለበዳ ቫይረስ ብፍላይ ንሰብ ትካል ቀሊል ማህሰይቲ እይገደፈን እሞ ብኸመይ በዲህካዮ?
ከምቲ ትፈልጥዎ ዲሱ ካፌ ጃዝ ብ two thousand six ኢና ጀሚርና ማለት እዩ and ብኣጋጣሚ እታ ዲሱ ካፌ ጃዝ ከምዚ ኢላ ናብዚ ደረጃ ምብጽሓ ከኣ በቲ ናተይ ተሞክሮ ከምኡ ድማ ፋሚሊ ስፖርት ኣብዚ ብጻሕ በጺሕና ኣለና።

መብዛሕቲ ሰብ of course እቲ መግብና ጥዑም እዩ ሰብ መጽዮም በልዕዎ enjoy ይገብርዎ እዮም ግን እታ ናይ live ምዚቃ ስለ ዘላትኒ ቁሩብ ብጣዕሚ ሓገዝ ኣላታ ማለት እዩ ንዓና ከኣ ኣብቲ ደረጃ እንዳተዓጻጸፍና ንኸይድ ኢና ብዙሓት ኣርቲስት ነምጽእ ኢና ናይ ሙዚቃ መግብን ኣብ ዝኾነሲ

ናይ ሸሓኒን ቢኬርን ኢኻ ክትሰምዕ ትውዕል ኣብ ገዛና ማለት እዩ of course ኣወዳት ሸውዓተ ኣወዳት ከኣሲ ቀሊል ኣይኮነን ሕጂ ኣብኡ እዩ እቲ ናተይ ኣመጻጽኣ መጀመርታ ን cooking push ዝገበረኒሲ i think my my mother inspired me because ኩሉ ግዜ እያ cook ትገብር ኔራ

The cooking part is my it comes from the ካብታ ገዛ ትመጽእ ማለት እዩ። ሓቂ ያ ዋው ክልቲኡ ኢኻ እቲ ትካልካ እውን ንክልቲኡ እንድዩ ጠርኒፉ ዘኸይድ ዘሎ ዋላ እቲ ሽም እውን ከምኡ እዩ ዝብል እዋ ኢንዳስትሪ ካፌ ነቲ ኮኪን ትብሎ ዘለኻ ጃዝ ነቲ ሙዚቃ ሶ ናይ ብሓቂ ክልቲኡ ኣጋጢምካዮ ኦ በዝጋጣሚ ኸኣ እታ ሽም ናይ ኢንዱስትሪ ካፌ ኢን ጃዝ ስለምንታይ መጺኣ ቁሩብ ንዞም ኣውድየንስ ክንሕብሮም ወይ ድማ ንዓኻትኩም ከረዳእኩ

እቶም ኣብታ ካንቸሎና ዝቅመጡ ዘይፈልጠካ የለን እንኳስ እዚ ኣስክ ኣዝ ዩ ሉክ ላይክ ሂም ኣር ዩ ሪለይትድ ይብሉና ሶ ዩ ሜክ ኣስ ቨሪ ፕራውድ ቨሪ ቨሪ ፕራውድ የስ ናይ መጻኢ መደብ ተካፍሎ እንተለካ ኣብ መወዳእታ ክትብሎ ትደሊ እንተለካ ደሞ እዛ እዛ ፕሮግራም ንዓካ ክንበካስ እስከ ኣካፍለና። ኦው ሹር ኣንተይ ቁሩብ ጥቅስ ኣቢልናያ ኔርና በዚ ናይ ሕጂ ዘለናያ ለበዳ ናይ ኮሮና ከመይ ኣለና ኣበይ ኣለና ነዚ ናይዚ ብዝነስ ቁሩብ ታች ክገብረልኩም ከመስግኖም ዝደልዩ ሰባት ከማን ኣለዉ ንዓና ኣብዚ ስጋብ ሕጂ ኣጆኻ ኢሎም ዘይኮነሲ ጀስት ቢከዝ እቲ ዝገብርዎ ሪኤሲ ሞደቨይት ዝገብረኒ በል ቀዳሞት እዚ ገዛ ኣብ ኮሮና ግዜሲ ዝኾነ መንእሰይ ኣብ ኤለይ ዘሎስ መዘናግዒ ስኢኖም ዋላ ብተለፎን ድዮም ኣለኻ ደውልኒ ኮፍ ኢልና ኣብዚ ነዘናግዓሉ ግዜ ኔሩ ማለት እዩ which is I really appreciate that ብጣዕሚ የመስግን ካልእ ከዓ በዚ ኣጋጣሚ ንዓይ ዝፈትዎ ነዚ ገዛሲ

እዚ ሕጂ ትሓስቦ ዘለኻ ሓደ መደብ ኣሎ መስለኒ ብዛዕባ እቲ ናይ ሙዚቃ ክተበጋግሶ ትሓስብ ዘለኻ ምናልባት ገለ ክትብለና ትኽእል ብዛዕባ እዛ ትመጽእ ዘላ ሙዚቃኻ? ኣህ የስ ሕጂ ኣብዚ ከምቲ ቅድም ኣቢለ ዝበልክዎ ኣብ ሙዚቃ ክንድቲ ነጢፈ ኣይነበርኩን ግን ሕጂ ብኣጋጣሚ ምስቶም ዝሕግዙኒ ዝነበሩ ከምቲ ዝደልዮ ክኸውን ኣይከኣለን ናይ ርሕቓትን ገለን ስለዘሎ ግን ኮሮና ኣጋጣሚ ሕጂ ሳሚ ገብረስላሰ ኣብዚ መጺኡ ኣሎ and I wanna take my time ንሳሚ thank you ክብሎ ብዙሕ ንሰርሕ ኣለና መጀመርታ clips ከማን ንሱ እዩ ጌርለይ ሕጂ ከኣ ሓንቲ ከኣ ሰሪሕና ኣለና ኣብ ዝቀረበ ግዜ ትመጽኣና ክነበስረኩም ኢና please don't forget to share it and subscribe and ንዛ ትመጽእ ዘላ ደርፊ ከኣ ብዛዕባ ናይ ሃገር እያ ኮፍ ኢልኩም enjoy ጌርኩም any comment ተልዩ ከኣ ክትጽሕፍልና ክትድውሉልና እትኽእሉ ኢኹም ብጣዕሚ እናመስገና ይላቦ ማለት እዩ። የቐኔልና ኣሮን። ምናልባት ክቡራት ተኸታተልቲ መደብና ሓንቲ ሕጽር ዝበለ ካብቲ ከቕሪብዋ ዝሓስብ ዘሎ ዜምኡ ቅንጭብ ኣቢልና ክነስምዓኩም ኢና።

ክቡር ሓውና ኣሮን ነዛ ሕጂ ትወጽእ ዘላ ሓዳሽ ዜማኻ ዓወት ንምነ። እሞ ቅድሚ ናይ ሎምዓንቲ መደብና ምድምዳምና እስከ ሓንቲ ጥዕምቲ ትግርኛ ጆባእ በለና።
ሕራይ ካብ በልኩም ሲ ክንገብራ ኢና እዚኣ ከኣ ካብተን መጀመርታ ዘውጻክዋ ቪድዮ ክሊፕ ዝበልክዋ ሓንቶይ ብዛዕባ ናይ ሃገርና ደርፊ ዝሰራሕክዋ ቅድሚ

ጥዑም ከሎ መሊስካና እሞ ብጣዕሚ እየ ካብ ልቢ ዝወፀ ምስጋና ከቅርበልካ ይፈቱ ከምኡ እውን ፅቡቅ ዕድል ትምኔልካ ነዚ ኩሉ ትገብሮ ዘለካ ሲ ንዓመት ኣብዚ እዋን እዚ ካልእ ናይ ልብካ ዝነበረ ክኮነልካን እቲ ንዝመፅእ ንዝመፅእ ንዝመፅእ ዓመት ከዓ ነቶም ኩሎም ካልኦት መንእሰያት ኣሕዋትናን ደቅናን ኣርኣያ ኮይንካ ሞስት ሳክሰስፉል ቢዝነስ ማን ክትኮነልና ንትምነ። ኣሜን ታንኪው የቀንየልና ኣሮን ሓወይ ብስም እዛ ቻናልና ኢመጅ ነሽን ናይ ብሓቂ ክነመስግነካ እደሊ ምናልባት ኣብ ካልእ እዋን ሰፊሕ ቃለ መጠየቅ ምሳካ ክነካይድና ምክንያቱ ንሰሚዕና ንፈልጥ ኢና ብዙሕ ሕክያታት ብዙሕ ዛንታታት ከም ዘለካ እሞ ንሎሚ ኣሕጽር ኢና ኣቢልናያ ቅድሚ እዛ መደብና ምዕጻውና ግን ምናልባት ሓደ ክልተ ክትብሎ ትቃላት እንተልዩ ክትብሎ ትደሊ ቃላት እንተልዩስ ዕድል ክበካ።
ብቀዳምነት ንቢኒ ፅጊኖ ብጣዕሚ ከመስግነኩም ንዓይ ከምዚ ገይርኩም ዓዲምኩም ምምፃእኩም ካብኡ ድማ ንጠዓሞት ከዓ ኩሉ ግዜ ጠዓሞት ትግበረልና ትሰስነና እዩ ዝበሃል don't forget to subscribe and share እዛ ቻናል ኣሕዋት ኩሉኩም ኣብ ሙሉእ ዓለም ዘለኩም ንዚ ፕሮግራም ከኣ ክገብሩ ኩሎም ኣብዚ ዝዋሱ ዘሎ ከኣ Thank you እንዳበልኩ እንዳመስገንኩ ብሰላም ኣራክበና ጽንኩር ኩነታት ዘለና ሓሊፍና ከኣ ካብዚ ብልጽ ዝበለ ምስ Audience ጌርና ናይቲ ዓመት ንገብረሉ እዋን የርእየና Thank you again። ኣሜን ኢንሻላህ።
ሰዓብቲ መደብና ንስለ ምክትታልኩም ካብ ልቢ ነመስግን ሓደራ መደብና ተሓወስዎ ንዘይፈልጡ ኣፍልጥዎም መደብና እንተ ፈቲክሞ ተዓወት በሉና like ሃናጺ ምክርኩም ኣራሚ ነቀፈኩም ኣብ ታሕቲ ምስፋር ኣይትዘንግዑ ብኢሜል facebook ኢንስታግራም